ዕዙዝ ሰላምታና ተቐበሉ ናይዛ ዩቱብ ቻነል ተዓዘብቲ ከመይ ትጸንሑ ነዚ እዋን ዝደልናዮም ዜናታት ሒዘልኩም ቀሪብ ኣለኹ ንምክታልኩም ብኽብሪ ዕድም ክቡራት ሰማዕቲ ብርክት ዝበሉ እዋናዊ ሓበሬታታት ናብ ዩቱብ ምስጽዓኑ ኣቐዲሙ መልእኽቲ ወይ ድማ ኖቲፊኬሽን ንኽበጽሓኩም ዜናታት ብዋን ንኽትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ደወል ምልከት ምጥዋቅ ኣይትረስዑ። ኣሜሪካ ኣብ ልዕሊ ንግዳውያን መራኽብ መጥቃዕቲ ምውራዳ ስዒቡ ኣብ ደቡባዊ ኢራን ሓድሽ መጥቃዕቲ ነፈርቲ ኣካይዳ። ሰበስልጣን እታ ሃገር ሰራዊት ኣሜሪካ ኣብ ደቡባዊ ኢራን ንዝርከቡ ወተሃደራዊ ትካላትን ትሕተ ቅርጺ ሓይሊ ባሕርን ዒላማ ብምግባር ሓድሽ መጥቃዕቲ ነፈርቲ ከም ዘካየዱ ኣፍሊጦም። እቲ መጥቃዕቲ ብፍላይ ኣብ ባንዳር ዓባስ፣ ወደብ ሲራክን ደሴት ካሽምን ዒላማ ከም ዝገበረ እውን ተገሊጹ'ሎ። ሎሚ ሸሞንተ ሓምለ ንግሆ ኣብቲ ከባቢ ሓያለ ፍንጀራታት ከም ዝተሰምዐ'ዩ ተገሊጹ ዝርከብ ዘሎ። ማእከላይ ትእዛዝ ኣሜሪካ፣ ሴንትኮም፣ ኣብ ዘውጽኣ መግለጺ፣ እዚ ወተሃደራዊ ስጉምቲ እስላማዊ ሓለዋ ሰውራ ኢራን፣ IRGC፣ ብመጻጉ ሕርሙዝ ኣቢለን ዝጓዓዛ ዝነበራ ሰለስተ ንግዳውያን መራኽብ ነዳዲ መጥቃዕቲ ድሕሪ ምፍጻም'ዩ ዝመጽእ ዘሎ። ዋሽንግተን ነቲ ስጉምቲ ኣብ ዝሓለፈ ወርሒ ዝተበጽሐ ስምምዕ ምቁራጽ ተኹሲ ዝጥሕስ እዩ ብምባል ኮኒናቶ ኣላ። ምስዚ ጎኒ ጎኒ ኣሜሪካ ነቲ ንኢራን ዝሃበቶ ናይ ነዳዲ ሰደድ ፍቓድ ሙሉእ ብሙሉእ ከም ዝሰረዘቶ እውን ኣፍሊጣ ኣላ። ኣብ መንጎ ክልቲኤን ሃገራት ዝተፈጥረ ሓድሽ ወጥሪ ስዒቡ ዋጋ ነዳዲ ዓለም ኣብ ሓደ እዋን ብልዕሊ ሰለስተ ሚእታዊት ወሰኸ ኣርእዩ ኣሎ። ብኻሊእ ወገን ድማ ሚኒስትሪ ጉዳያት ወጻኢ ኢራን ነቲ መጥቃዕቲ ብትሪ ኾኒንዎ ኣሎ። ንሱ ዋሽንግተን ነቲ ስምምዕ ምቁራጽ ተኹሲ ብወግዒ ከም ዝጠሓሰቶ ከሲሱ። እቲ ሚኒስትሪ ወሲኹ፣ ቴህራን ሃገራዊ ድሕንነትን ረብሓታታን ንምሕላው ኩሉ ኣድላዪ ስጉምትታት ክትወስድ ምዃና'ውን ሓቢሩ'ሎ። ሚኒስትሪ ጉዳያት ወጻኢ ኢራን ዓባስ ዓራግቺ፣ ኣሜሪካ ኣብ ልዕሊ ደቡባዊ ኢራን ዘካየደቶ መጥቃዕቲ ምጥሓስ ስምምዕ ክልቲኤን ሃገራት'ዩ ክብል ብትሪ ድሕሪ ምኹናን፣ ቴህራን ነቲ መጥቃዕቲ ኣብ ቀረባ እዋን ሕነ ክትፈዲ ምዃና'ውን ኣመላኺቱ'ሎ። ንዋሽንግተን ድማ ተሓታቲት ክትወስዳ ምዃና'ውን ኣፍሊጡ'ሎ። ኢራን ትጽቢት ዝግበረላ ምላሽ ኣብ ሃገራት ወሽመጥ ዓረብ ኣብ ዝርከብ ወተሃደራዊ መዓስከራት ወሳኒ ትሕተ ቅርጽን ኣሜሪካ ተደጋጋሚ መጥቃዕቲ ምፍጻም ክኸውን ከም ዝኽእል እውን ይግመት። እዚ ከምዚ ኢሉ እንዳሃለወ ኣባል ባይቶ ኢራን ኣብ ልዕሊ ትራምፕ ብሚሳይል መጥቃዕቲ ክካየድ ጸዊዖም ኣለዉ። እቶም ኣኽራሪ ኣባል ፓርላማ ኢራን ሓሚድ ራሳይ ብሰሉስ ኣብ ዘካየድዎ ጻውዒት ፕሬዝዳንት ኣሜሪካ ዶናልድ ጄ ትራምፕ ኣብ ቱርኪ ኣብ ዝካየድ ዋዕላ ኔቶ ኣብ ዝዓለበሉ ቦታ እቶም ሃገራውያን ወከልቲ ብምሳይል ክሃርምዎ ጸዊዖም ኣለው። ራሳይ ኣብቲ ቪራስቲ ዝተብሃለ ናይ ኢራን ማሕበራዊ መራኸቢ መድረኽ ኣብ ዘመሓላለፍዎ መልእኽቲ፣ ፕሬዚዳንት ትራምፕ ንዋዕላ ኣብ ቱርኪ ምህላው ንዕላማኡ ንምብቃዕ ምቹእ ዕድል ከምዝፈጠረ ገሊጾም ኣለው። እቶም ኣባል ፓርላማ ኣብ መልእኽቶም ኣብ ልዕሊ ትራምፕ ጸርፍን ዘናኣእስን ቃላት ከምዝተጠቕሙ'ውን ተገሊጹ ይርከብ ኣሎ። ናብቲ ካልእ ዜና ምስ እንሰገር ሚኒስትሪ ዜና ኤርትራ የማነ ገብረ መስቀል ነቲ ቀዳማይ ሚኒስትር ኢትዮጵያ ኣብዪ ኣሕመድ ትማል 7 ሓምለ 2026 ንባይቶ ተወከልቲ ህዝቢ ዘስምዖ ዓመታዊ መዕጸዊ መደረ በትሪ ነቒፉ። ሚኒስትር የማነ ገብረ መስቀል ኣብ ኤክስ ኣብ ዘስፈሮ ጽሑፍ፣ እቲ ኣብ ኢትዮጵያ ዘሎ ገዛኢ ስልፊ ዝኽተሎ ዘሎ ዘይርጉእ ፖሊሲታት ኣብ ቀርኒ ኣፍሪቃ ክሰፍን ዝግባእ ዘላቒ ሰላም ምርግጋእን ኣብ ሓደጋ ዘእቱ ኮይኑ ኣሎ ኢሉ። እቲ ሚኒስትር፣ እቲ ኣብ ስልጣን ዘሎ ሰልፊ ኣብዚ ናይ ልዕሊ ክልተ ዓመት ጉዕዞ ኣብ መንጎ ክልተ ኣዝዮም ዝተረሓሓቑ መርገጺታት ክወሳወስ ከም ዝጸንሐ'ውን ገሊጹ። እቲ ፓተምኪን ኢሉ ዝጽውዖ ሰልፊ፣ ብሓደ ሸነኽ ላዕላዊ ኣፍደገ ባሕሪ ንምርካብ ወተሃደራዊ ጎስጓስን ተጻብኦን ክገብር ከም ዝጸንሐ፣ በቲ ካልእ ወገን ድማ ርእሱ ከም ግዳይ ውሽጣውያን ግዳማውያን ውዲታት ገይሩ ክቐርብ ከም ዝፈተነን'ዩ ኣመልኪቱ። እዚ ናይ ኤርትራ ምላሽ ዝመጸ፣ ቀዳማይ ሚኒስተር ኣብይ ኣሕመድ ኣብቲ ትማሊ ኣብ ባይቶ ዘስመዖ መደረ፣ ንኤርትራን ህወሓትን ሱዳንን ብሓባር ብምጥቃስ፣ ኣይኮነንዶ ሻዕብያ፣ ወያነን ሱዳንን ካልእ'ውን እንተተወሰኸ ሉዓላውነት ኢትዮጵያ ቅንጣብ ውን ትኹን ስግኣት የብሉን ክብል ድሕሪ ምግላጹ'ዩ። ኣብይ ኣብቲ ዘስመዖ መደረ፣ ህወሓት ምስ መንግስቲ ኤርትራ ብምትሕብባር፣ ንኢትዮጵያ ንምውራር ይዳሎ ኣሎ ክብል ዝወቐሰ ኮይኑ፣ መንግስቱ ግን ነዚ ሓይሊ ንምምካን ዘኽእል ዓቕሚ ምክልኻል ይሃንጽ ከምዘሎ ብምግላጽ፣ ነቲ ቀደም ዝሰርሐ ዝኣረገ ስልቲ ሕጂ ክጥቀሙሉ ምፍታኖም ረብሓ የብሉን ክብል እዩ ተዛሪቡ። ሚኒስትሪ የማነ ኣብቲ ዞባ ዘሎ ዘየድልን ክውገድ ዝኽእልን ወጥሪ ብሰንኪ ንኢትዮጵያ ዝመርሕ ዘሎ ሰልፊ ዝኽተሎም ዘሎ ሸለልትነት ዝመልኦም ፖሊሲታት ከምዝኾነ ብምጥቃስ፣ ምስ ሱዳን ዘሎ ምስሕሓብ ኣብቲ እትገዝኣ ሰልፊ ንፍሉያት ሓይልታት ወጻኢ ብምእዛዝ ኣብ ክልል ቤንሻንጉል ጉሙዝ ንሓይልታት ዳዕመል ሰሪዕ ሚስጥራዊ መዓስከር ወታደራዊ መደበርን ብምፍቃዱ ዝመጸ ኢዩ ኢሉ። እዚ ክሲ እዚ መንግስቲ ሱዳን ንኢትዮጵያን ሕቡራት ኢመራት ዓረብን ኣብ ኲናት ሱዳን ጣልቃ የእትዋ ኣለዋ ብምባል ብተደጋጋሚ ክኸሶ ዝጸንሐ ዘዘክር ኢዩ። በቲ ካልእ ሸነኽ ድማ ቀዳማይ ሚኒስተር ኣብይ ኣሕመድ ሓይልታት ትግራይ ንመንእሰያት ኣብ ሱዳን ናብ ዝካየድ ዘሎ ኲናት የሰጋግሩን ከም ገላዩ ይሸጡን ኣለው ክብል ዝኸሰሰ ኮይኑ፣ መንእሰያት ትግራይ ብዘይፈልጥዎ ምኽንያት ህይወቶም ይስእኑ ኣለው ኢሉ። እቲ ውዕል ፕሪቶርያ ብዘይምትግባሩ ዝተመዛበሉ ወገናት ናብ መረበቶም ዘይምምላሱ ንትግራይ ዳግማይ ናብ ዕፅዋ ይመልሳ ኣሎ ኢሉ ንመንግስቲ ኢትዮጵያ ዝወቅስ ህወሓት ብዛዕባ እዚ ኣብይ ኣሕመድ መንእሰያት ይሸየጡ ኣለው ዝበሎ ክሲ ዛጊድ ዝሃቦ መልሲ የሎን። እዚ ከምዚ ኢሉ እንከሎ፣ ሚኒስትሪ ጉዳያት ወጻኢ ሱዳን ነቲ ቅድሚ ሕጂ ብሚኒስትሪ ጉዳያት ወጻኢ ኢትዮጵያ ዝቐረበ ክስታት ምሉእ ብምሉእ ውድቂ ገይርዎ ነይሩ'ዩ። እቲ ሚኒስትሪ ብ ሽዱሽተ ግንቦት ክልተ ሽሕን ዕስራን ሽዱሽተን ኣብ ዘውጽኦ መግለጺ፣ ኢትዮጵያ ካብ ውሽጣዊ ቅልውላው ኣቓልቦ ህዝቢ ንምጥምዛዝ ዝፈጠረቶ ምስምስ'ዩ ክብል ከሲሱ'ዩ። ሚኒስትሪ የማነ ገብረመስቀል፣ እቲ ምስ ሶማሊላንድ ብሚስጢር ዝተፈረመ መዘክር ምርድዳእ፣ ዘይሕጋውን ሸለልትነት ዝመልኦን ስጉምቲ ምዃኑ ብምግላጽ፣ ንውዕላትን ስትራቴጂካዊ ስምምዓት ሕብረት ኣፍሪቃን ኢጋድን ከምኡ'ውን ንሉዓላውነት ግዝኣታዊ ሓድነትን ሃገራት ዝምልከት መሰረታዊ ኣህጉራዊ ሕግታት ዝጠሓሰ'ዩ ክብል ገሊጹዎ'ሎ። ቀጺሉ እቲ ገዛኢ ስልፊ ንልዕሊ ክልተ ዓመት መንፈቕን ኣንጻር ኤርትራ መርዛም ታሪኽ ክልውጥ ዝደልን ፖሊሲ ክኽተል ከምዝጸንሐ'ውን ገሊጹ። ብዛዕባ እቲ ውዕል ፕሪቶርያ ንምፍሻል ዝዓለሙ ሓይልታት ዝብል ክሲ ቀዳማይ ሚኒስተር ኣብይ ኣሕመድ ዝመለሰ ሚኒስትሪ የማነ፣ ውዕል ፕሪቶርያ ንኤርትራ ዝምልከት ከምዘይኮነን ምሉእ ብምሉእ ውሽጣዊ ጉዳያት ኢትዮጵያን ምዃኑ'ውን ኣስሚርሉ ኣሎ። እቲ ሚኒስትሪ ቀጺሉ፣ እቲ ገዛኢ ሰልፊ ውዕል ፕሪቶርያ ቅድሚ ምፍራሙን ዘተ ቅድሚ ምጅማሩን ኣዋርሕ ኣቐዲሙ ኣንጻር ኤርትራ ኣብ ጅቡትን ሲሸልስን ውድ ይትኣለም ነይሩ እዩ ድሕሪ ምባል እዚ ሚስጢር'ዚ ፕሬዚዳንት ጊዚያዊ ምምሕዳር ትግራይ ዝነበረ ጌታቸው ረዳ ኣብ ሓያሎ ቃለ መሕትቱ ብምግላጹ ጋህዲ ኮይና ኣለ ኢሉ። መራሕቲ ህወሓት ብወገኖም እቲ ምስ ኤርትራ ተሓባቢሮም ንኢትዮጵያ ክወሩ ይዳለዉ ኣለዉ ዝብል ክሲ ፍጹም መሰረት ዘይብሉን ትግራይ ንምድኻም ዝጥቀምሉ ዘሎ ስልትን ምዃኑ ኣብ ዘውጽእዎ መግለጺ ሓቢሮም እዮም። በቲ ኻሊእ ሸነኽ ቀዳማይ ሚኒስተር ኣብይ ኣሕመድ እቲ ስምምዕ ፕሪቶርያ ሰዓርን ተሰዓርን ብማዕረ ኮፍ ኢሎም ዝተደራደርሉ እዩ ክብል ገሊፅዎ እዩ። እንተኾነ ሓይልታት ትግራይ ኣንፃር መንግስቲ ፌደራል ተኹታኽ ስጉምታት ይወስዱ ከምዘለው ብምጥቃስ ህወሓት ዓወትን ሕቆን ከብድን እዮም ክብል እዩ ገሊፁ። እዚ ኣብ መንጎ መንግስቲ ፌደራልን ህወሓትን ዘሎ ምስሕሓብ ማሕበረሰብ ዓለም ብፍላይ ኣሜሪካን ሕብረት ኤሮጳን ነቲ ኣብ ክልተ ሽሕን ዕስራን ክልተን ዝተፈረመ ስምምዕ ሰላም ፕሪቶርያ ኣብ ሓደጋ ከውድቕ'ዮም ዝብል ስግኣቶም ኣብ ዝገልጽሉ ዘለዉ እዋን'ዩ ዝመጽእ ዘሎ። ኤምባሲ ኣሜሪካ ኣብ ኣዲስ ኣበባ'ውን ብ ዕስራን ሽዱሽተን ሰነ ክልተ ሽሕን ዕስራን ሽዱሽተን ኣብ ዘውጽኦ መግለጺ ስምምዕ ፕሪቶርያ ምሉእ ብምሉእ ክትግበርን ሰፊሕ ፖለቲካዊ ዘተ ክካየድን ጻውዒት ኣቕሪቡ ነይሩ'ዩ። ቀዳማዊ ሚኒስተር ኣብይ ኣሕመድ ኣብቲ ክልል ኲናት ንኽልዓል ሰፊሕ ድሌት ኣሎ፣ መኽሰብ ስለ ዘይብልና ኢና እምቢ ኢልና ክብል እዩ ተዛሪቡ። እዚ ርእይቶ'ዚ ዝወሃብ ዘሎ ብቦርድ መረጻ ኣፍልጦ ዝተነፍጎ ፖለቲካዊ ሰልፊ ህወሓት፣ ግዝያዊ ምምሕዳር ክልል ትግራይ ካብ ስልጣኑ ድሕሪ ምእላዩ ምስ መንግስቲ ፌደራል ኣብ ምስሕሓብ ኣትዩ ኣብ ዘለወሉን፣ ኣብቲ ክልል ግዱድ ወተሃደራዊ ምልመላ ይካየድ ኣሎ ዝብል ክሲ ኣብ ዝስመዓሉን ዘሎ እዋን እዩ ከም ኣምንስቲ ኢንተርናሽናል ዝኣመሰሉ ዓለም ለኻውያን ትካላት ሰብኣዊ መሰላት፣ ኣብ ክልል ትግራይ ትሕቲ ዓሰርተ ሸሞንተ ዓመት ዝዕድመኦም ቆልዑ ብግዴታ ናብ ውትህድርና ይምልመሉ ከም ዘለዉ ዝገልጹ ጸብጻባት እውን ኣውጺኦም ኣለዉ። እዚ ኣብ መንጎ መራሕቲ እቲ ዞባ ዝካየድ ዘሎ ናይ ቃላት ኲናትን ምፍርራሕን፣ ድሕሪ እቲ ብሓደ ሰነ ክልተ ሽሕን ዕስራን ሽዱሽተን ኣብ ኢትዮጵያ ዝተኻየደ መበል ሻብዓይ ሃገራዊ መረጻ፣ ቀዳማይ ሚኒስተር ኣብዪ ኣሕመድ ዝመርሖ ሰልፊ ብልጽግና፣ ብኣብዝሓ ድምጺ ባይቶ ድሕሪ ምዕቃብ እዩ እቲ መረጻ ብግጭትን ብኽስታትን ዓፈናን ዝተዓብለለ'ዩ ነይሩ ዝብል ነቐፌታ ዝቐርበሉ ኮይኑ፣ ኣብይ ኣብ መጀመርታ ጥቅምቲ ንኻልኣይ እብረ ዘመነ ስልጣኑ ቃለ ማሕላ ክፍጽም ትጽቢት ይግበር። ሚኒስትር የማነ ገብረመስቀል፣ ህዝብታት ቀርኒ ኣፍሪካ፣ ዝምነይዎ ዘላቂ ሰላምን ምርግጋእን በቲ ገዛኢ ሰልፊ ዝኽተሎም ዘለው ካብ ክውንነት ዝረሓቑ ፖሊሲታት ኣብ ሓደጋ ወዲቑ ኣሎ ክብል እውን እዩ ኣጠንቂቑ ዘሎ። እዚ ከምዚ ኢሉ እንዳሃለወ ቀዳማይ ሚኒስተር ኣብይ ኣሕመድ ኣብ ናይ ትማሊ ኣኼባ ባይቶ ብዙሕ ሕቶታት ተሓቲቱ ንዝተልዓሉ ሕቶታት መልሲ ዝሃበ ኮይኑ እቲ ዘይመለሶ ሕቶ ግን ልክዕ ከምቲ ዝመለሶ ሕቶታት ምናልባት እውን ፖለቲካዊ ትርጉም ዘለዎ ክኸውን እዩ ተባሂሉ ተገሊፁ ኣሎ። ኢትዮጵያ ኣፍደገ ባሕርን ወደብን ከም ዘድልያ ሓደ ኣባል ባይቶ ጠቒሱ ዝሓተተ ኮይኑ፣ እታ ሃገር ናብ ባሕሪ ንምብጻሕ ኣብ ዝገበረቶ ጉዕዞ እንታይ ኣሎ ብዝብል ዝሓተተ ኮይኑ፣ ናይ ወደብ ነገር ግን ኣብይ ኣሕመድ መልሲ ከይሃበ እዩ ሓሊፍዎ ዘሎ። እምበኣርከስ ክቡራት ተዓዘብቲ ነዚ እዋን ዘደለናዮ ሓበሬታ ዝመስል ነይሩ። ብኻሊእ ዜና እስካዕ ንራኸብ ሰላም።